ብሃመይ ኣነ እንድየ ልቐርብ ነብረ ንምንታይ ንዓኹም ይጥይቐኩም ናይ ፍቕሪ ጥያቐ እኮ ንዓይ እዩ ክጥይቐኒ ነይርዎ ንምንታይ ሓልፉ መፁስ ንዓኹም ሽምግልና ይብለኩም ንስኹም ዶ ይግበአኩም እቲ ጥያቄ ወይስ ኣነ ሰላም ሰላም ሰላም ናይ ቻናለይ ተኸታተልቲ ሃመይ እናኹም ደሕና ድኹም ኣነ ሰላም ኣምላኽ ይመስገን በብናኹሞ ሰላምኩም ብዙሕ ትርፍ የለለይ እምበኣርከስ ንቻነለይ ሓደስቲ ዝኾንኩም ላይክ ሰብስክራይብ ብምግባር ቤተሰብ ይኹኑ። ቤተሰብ ድማ ብልሙድ ላይክ ንሃናጺ ርእይቶኹም ኣብ ኮሜንት ምቕማጥ ምብርታዕኩም ኣይፈለየኒ። ስለ ትገብሩለይ ምብርታዕ ድማ የቐንየለይ ክብረት ይሃለይ እናበልኩ ክቡራተይ ሎማዕንቲ ደሞ ዳሌክስ እና ቤቲ ሕዘ መፅአ ማለት እዩ። ቤቲ መልሲ ህባ ንብለኩም ያም ብልሙድ ያው ቢንያም ንቤቲ የፍቅራ እየ ኣነ ብዘይ ባዓ ምንባር ኣይክእል እየ ዓርሰይ ከጥፍ እየ ንዓ ተዘይኩም ንዓ ተዘይ ኣራክብኩምኒ ዓርከይ ዓርሰይ ከጥፍ እየ ብልበሎ መሰረት ያው ነነጋግረልኻን ኣሕዝነልኻን ቀሪበ ኢና ብለልዎ መሰረት ቃል ብለኣተዎ መሰረት ሕዞምዎ መፅኦም ንህቡ ማለት እዩ ቤተሰብ እንግዲህ ከምዚ ትርለኹም ኣቤት እውን ናይ ሎማንቲ መልሲ ሕዝና ኣለኹ መፅናነና ማለት እዩ እና ብዘጋጣሚ ወደት ንፍቅሪ ጥያቄ ንምጥያቅ ድፍረት የድልዩ ማለት እዩ በእውነት ሓቀይ የቤተሰብ ድፍረት ወናው ወሳኒ ነገር እዩ በሃልቲ በኣነ በኣነ ማለት እዩ። ምክንያቱም ሀሚድ መስልኩም ቤተሰብ ደፋር ድማንኛውም ነገርስ ደፋር ትኾን ነካ ድፍረት ክልየካ ነው ማለት እዩ እና ኸዚ እናፈርሑ ንኻልእ ሰብ ናይ ፍቕሪ ጥያቄ ጠይቐለይ ማለት ከቢድ እዩ። እሳ እውን ኸምዚ ትርኢ ኣለኹማ ኸምዚ ንሰምዕ ኣለናዮ ማለት እዩ። ኣነሲ ንምንታይ ብሰብ ገብሩሲ ንምንታይ ናይ ፍቕሪ ጥያቄ ክጥይቐኒ ንምንታይ ባዕሉ ለይጥይቐኒ ኣብላ ማለት እዩ ቤትሻ ሓቃ እያ ኣነ እውን ክብላ እየ ማለት እዩ ቤትሳ እውነት ኣነ እውን ንኣታ ደጋፊታ እየ። ምክንያቱ ሓደ ሰብ ናይ ፍቅሪ ጥያቄ ከቅርበልካ ከሎ ንሰብ ጠይቀለይ ይብሉካ እና ንባዕልካ ጠይቅካ ሓደ ይኮን እዩ ቤተሰብ እና ንምንታይ ኢላ ምንጋር እውን ስሕተት የብሉን ሓቃ እያ ልክዓ እዩ በሃልቲ እየ ኣነ ማለት እዩ። ምክንያቱ እቲ ህይወት ናታ እዩ ናይ ኣሌክስ ኣይኮነ ናይ ሊላ ኣይኮነ ናይ ማንም ኣይኮነ ማለት እዩ ቤተሰብ እና ንዓ ጠይቁለይ ማለት ንዓ ተለይህብኩምኒ ጠይቁለይ እውን ከይኮነስ ንዓ ተዘይህብኩምንስ በቃ ኣነሲ ዓርሰይ ቀጥፌ ዓርሰይ ከጥፌ ልብልዎ ነገር ማለት እዩ ቤተሰብ እና ቢንያም ብጣዕሚ ኣነ ስሓቕ ልሞትኹ ማለት እዩ እውነት ሓደ ሓደ ጊዜ ኢለ ፍቕሪ ያው ከቢድ እንድዩ ከቢድ እዩ ቤተሰብ ከቢድ እዩ ፍቕሪ ብጣዕሚ እዩ ከቢድ እና ሓደ ሓደ ግዜ ኢለ ንገብሮ እንትንብሎ እውን ምፍላጥ ሸገ እዩ ማለት እዩ ቆንጆ እዩ። ግን ማንኛውም ነገር ነገራት ከይካበድ ክጃዓጃ ከካበድ ገለ እንድሕር ደልካ ግን ልዋዕላ በቃ ልዋዕላ ልታት እንትን ትብላ ሰብ ልዋዕላ ተልኾን ትመራፂ እየ ልብል ኣነ ማለት እዩ። በቃ ድፍረት ብድፍረት ልዋዕላ ልዛውን እኮ ብኣካል ተለይ ደፍርካ ብዝሐዝ ሰዓት እኮ ስልክ ኣሎ ቤተሰብ ብእውነት ስልክ እንሆ ስልክ ደውልካ ከም ልብኻ ተናግር ዋላ ዓይኒ ንዓይኒ ተትሰከፍካ ብስልኪ ግን ቀሊል እዩ ብስልኪ ንምውጋዕ ደውልካ ሓሳብካ ንምዝርዛር ብስልኪ ብጣዕሚ ይቀልል ማለት እዩ እና ብስልኪ እውን ትገልፆ ትኽእል ኢኻ እቲ ናይ ፍቅሪ ጥያቄ ማለት እዩ እና ብንያም ያው እሳ እውን ብኣኹም ክመጽእ ይነበረኒ። መልስኺ ግን እንታይ እዩ ትብሃል ተላ ድማ ኣነ ከም ሓወይ እየ ዝርእዮ ከመይ ገብረ ድኣ ከምዚ ዓይነት ነገር ከመይ ገብረ ንፍቕሪ ገለሲ በቃ ዝግጅውቲ ደኺ ትቕበልዮ ደኺ ምስ በልዋ እውን ዋእ ብሓደ ግዜ ከመይ ገብረ ክቕበሎ ኣነ ብኡ ለይጽበዮ ሰብ እዩ ከም ሓወይ እየ ልርእዮ ነብረ እና ብሓደ ግዜ ብጣዕሚ ይኸብድ። ብመጀመርያ ድማ ኣዱኡ ክረኽቦ ይደሊ ኣውላ ማለት እዩ ቤተሰብ ንኡስ ክረኽቦ ይደሊ እየ።

ዩ ናይ ፍቅሪ ጥያቄ ምቕባልይ ለይምቕባልይ ሸዕቶ ኢኻ እንትን ትብሎ ማለት እዩ። ብሰብ ስለ ትለኣኸኒ ሽው ኢኻ ናይ ፍቅሪ ጥያቄ ምቕባል እኳ ብኣነ ብኣነ እውን ከቢድ እዩ በሃልቲ ከቢድ እዩ ማለት እዩ ቤት እና ምስኡ ትረዳድኣ ያው ይህን ማህን ይተህሎም ሌሎ ነገር ትረዳድኦም ናይ ፍቅሪ ጥያቄ እው ትቐብላ መጻኢ ሓብሮም ክነብሩ ጽቡቓት መጻምድቲ ክኾኑ ድማ ያው ናይ ኹልና ጸሎት እዩ ማለት እዩ ቤት ብሓቂ እውነት ስብ እንተ ዋላ ኣነ ብዙሕ ኣይፈልጦይ ኣብዚ ሐዚ ኣደ ኣለኪ ስለ በሃለይ ኸዚ እየ ርእየዮ ቤት ልቢ ብለዮስ ኣይፈልጥ እየ ብቻ ግን ጥዑይ እዩ ንቤት ልኾን ሰብ እዩ ገለ ገለ ክብሉ ተለዉ መቸም ኣለክስ ሊሊ ሕማቅ ባህርየት ሕማቅ ሰብ ተትኾን ን ንቤቲ ህወ ሓቂ ንምንጋር ማለት እዩ እና ታይ ክብለኩም ደልየ ቤተሰብ ፅቡቅ ክኾነላ ፅቡቃት መፃምድቲ ክኾኑ ሲ ትምኒተ እዩ ሃማነ ማለት እዩ ሃም ሓንቲ ትመልካትት እና ብጣዕሚ እዩ ደስ ዝብለካ እና ሰብ ፅቡቅ ንሃማዬ ሲ እና ሰብ ደስታ ለደስተኩም እውን ላኸድኩም ጽቡቕ ትምኒትኩም ግለጽሎም ግለጽላ ማለት እዩ። ቤቲ ናይ ዋዕላ ቻናል ካፊቶምላ እንሆ ማለት እዩ። ቤቲ ዩቱብ ልል እንግዲህ ናኸድኩም እውን ሰብስክራይብ ግበርላ ማለት እዩ። ቤቲ በእውነት ብጣዕሚ የዋህ ምስኪን ህድእቲ ጓል እያ እና ላኸድኩም ኣበራትዕዋ ማለት እዩ ቤተሰብና ቤትሻውን ያው ሓስብ ኩሉስ ኣስተንትን ኩሉስ ናይ ፍቅሪ ጥያቄኡ ትቕበልዮ ኣብርኹም ነዊሕ ጉዕዞ ክትጓዓዙ ትወልዱ ክትስምዱ ትምርዓዩ መቓርብቲ መሳግድ ትኾኑ ያው ናይ ኩልና ትምኒት እዩ ማለት እዩ። እውነት ቤተሰብ ታይ ክለኩም ደልየ ኣወዳድቐ ኣጥዕመለይ ልባሃል ነገር ነው ማለት እዩ። እና መጻምድትኻ ኣወዳድቓ የጥዕመልኻ እግዚኣብሔር ኣምላክ ማለት እዩ። እውነት ጽቡቕ ክኾነላ ጽቡቕ መጻምድቲ ጽቡቕ ኣፍቃሪ ጽቡቕ ሰብኣይ ጽቡቕ ኣቦ ደቂ ክኾነላ ድማ ኣነ ይምነየላ ማለት እዩ። ብእውነት ምክንያቱ ቤቲ ኣነ ላዕሌክ ስካልፈልጦም ዓመት ገሌ ቤቲ እውን ማለት እዩ እና ብጣዕሚ በቃ ካብ ንግግራ ኩለይስ ህድእ ልበለት በቃ ድንን ልበለት ሃም ናይ ሎሚ ጓል ክረኣይ ክረኣይ ለይትብል ብጣዕሚ በቃ እንድዒ ልባም ምስ ልባም መስተዉዐልት ጓል እያ ማለት እዩ ብጣዕሚ እየ ለልፎትያ ብዛ ኣጋጣሚ ቤተሰብ እና ፅቡቅ ክገጥማ በእዉነት ብጣዕሚ እየ ልምነየላ ማለት እዩ። እና ቤተሰብ እንግድህ ላኹድኩም ኣባራትዕዋ ማለት እዩ። ሓድሽ ቻናል ከፊቶምላ ስለ ድንሁ ማለት እዩ ቤተሰብ እና ክብራተይ ናይ ለማዕንቲ ቪዲዮ ዝመስል ማለት እዩ። ሓደ ነገር ከሸግረኩም ቤዛኹም ቤዛኹም ቤተሰብ ላይክ ናገበርኩም ማለት እዩ። ቻናሌ ወድቁ ምንም ክርደኒ ካለ ታይ ትፀገም ምንም ክፈልጠ ይከኣልኩ ኣትፀገሙ እንታይ እዩ ልብል እንደዩ ምንም ኣይርደኒ ብቻ ግን ወድቁ ምንም እይታ የብሉ ምን የብሉ ተባላሽን ነቲ ቻናል እና ቤዛኹም ቤዛኹም ላይክ ክበርለይ ተኽእልኹም ማለት እዩ እንድዒ ሃመይ ክስተኻኸል ላይክ ብጣዕሚ ስለ ዝረድአኒ ለኣነ ሃም ሸር ስለ ልቆጽሮ ላይክ ናገበርኩም ማለት እዩ ኮሜንት እውን ናጽሓፉን ቤተሰብ ርእቶኹም እና ክቡራተይ ስለ ትገብሩለይ ብርታ ይቀኒየለይ ናበልኩ ሕዚ ለሎ ኩነታት እኳ ከቢድ ኢና ተቻል